ኣርእስታት ዜና ክትከታተሉ ጸኒሕኩም፣ ዝርዝራቱ ይስዕብ። ምንቅስቓስ መንእሰያት ህግደፍ ዞባ ኤውሮጳ፣ ኣብ ኩሉ መዳያዊ ሃገራዊ ንጥፈታት ዝውፈ ንቑሕ መንእሰይ ኣብ ምጥርናፍ ዕዙዝ ኣበርክቶ ከም ዝተጻወተ፣ ህንጸት ሃገርን ቃልሲ ኣንጻር ፍልሰት ደቂ ሰብን ኣብ ትሕቲ ዝብል ቴማ ኣብ ፍራንክፈርት ጀርመን ኣብ ዝቃናዕ ዘሎ መበል ዓሰርተ ሓደ ዋዕላኡ ተገሊጹ። ጸሓፊት ናይ'ቲ ኣብ ስራሕ ዝጸንሐት ኣካያዲት ኮሚተ ምንቅስቓስ መንእሰያት ህግደፍ ኣብ ኤውሮጳ መንእሰይ ኤደን ከበደ ኣብ ዘቕረበቶ ጸብጻብ፣ ውሁድን ስሙርን ሃገራዊ መትከል ዝውንኑ መንእሰያት ኣብ ምጥርናፍ፣ ኣብ መደባት ልምዓት ሃገሮም ኣበርክቶኦም ከም ዘዕዝዙ ኣብ ምግባርን ኣንጻር ኤርትራ ዝቐንዑ ጸለመታትን ሸርሕታትን ብምምካት ሓቀኛ ምስሊ ኤርትራ ኣብ ምንጽብራቕ ሓያል ጻዕርታት ከም ዝተኻየደ ኣነጺራ። ኣብዚ ካብ ውሽጢ ሃገርን ወፃእን ዝተወከሉ ኣስታት ሸውዓተ ሚእቲ መንእሰያት ዝሳተፍዎ ዘለዉ ዋዕላ ኣቦ ወንበር ሃማማተ ኣቶ ሳልሕ ኣሕመዲን ኣብ ዘስምዖ ቃል ሃማማተ መቐፀልታ ናይቲ ቃልሲ መንእሰያት ንመሰል ርእሰ ውሳኔ ምዃኑ ኣብ ሽሕን ትሽዓተ ሚእትን ሰብዓን ሸሞንተን ብሃገር ደረጃ ጠርኒፉ ዘቖሞ ግን ህዝባዊ ግንባር ከምዝኾነ ካብ ሽዑ ኣትሒዙ ድማ ኣብ ምርግጋጽ ናጽነት፣ ምውሓስ ልኡላውነትን ምህናጽ ሃገርን ቀጻሊ ኣበርክቶ ከካይድ ምጽንሑ፣ ንዝያዳ ኣድማዕነት ከኣ ውዳቤኡ ብምቕርጣው ይቃለስ ከም ዘሎ ብምብራህ፣ ኣብ ኩሉ ኩርናዓት ዓለም ምስ ዝርከብ ምንቅስቓስ መንእሰያት ህግደፍ ተወሃሂዱ ከም ዝሰርሕ ኣነጺሩ። ኣብዚ በርባዕተ ሚያዝያ ንካልኣይ መዓልቱ ዝቐጸለ ዋዕላ፣ ተሳተፍቲ ኣብ ውዳበ ዘለዎም ብድሆታትን ዘርእይዎ መኸተን ከምኡ'ውን መንእሰያት ንምውዳብ ዘሰላስልዎ ስራሕን ገስጋሱን ዝምልከት ተመክሮታት ከካፍሉ እንከለዉ፣ ኣብቲ መደብ ክሳተፉ ናይ ዘይከኣሉ መንእሰያት ህግደፍ ኣብ ኣውስትራልያን ኒውዚላንድን ናይ ደገፍ መልእኽቲ ድማ ተመሓላሊፉ። ንህሉው ኩነታት ኤርትራ በሰላ ኩናት ንምሕዋይ ዝካየድ ዘሎ ቃልስን ኣመልኪቱ መግለጺ ዝሃበ ሓላፊ ፖሎቲካዊ ጉዳያት ህግደፍ ኣቶ የማነ ገብረኣብ ድማ ኤርትራ ኣንጻር ኩሉ ሸርሕታትን ጸላእትን ተጻባእትን ናጽነትን ልኡላውነትን ከምኡ'ውን ሰላምን ርግኣትን ዓቂባ ክትጓዓዝ ዘኽኣላ ሓይሊ ህዝብን መንእሰያትን ንሱ ዝፈጠሮ ውድብ ህዝባዊ ግንባር ምዃኑ ኣነጺሩ። ሓይልና ኣብ ንቕሓት፣ ውዳበን ዕጥቂ ንምክልኻልን ህንጸት ሃገርን ከም ዘሎ ሳልኡ ድማ፣ ኤርትራ ኣብዚ ብህውከትን ግብረ ሽበራን ዝናወጽ ዘሎ ዞባና ናይ ሰላም ደሴት ክትከውን ከም ዝኸኣለት ብምምልካት፣ ኣብዚ እዋንዚ ቀዳምነታትና ብቑጠባ ዝማዕበለት፣ ኣብ ዞባን ዓለምን ቦትኣ ዘረጋገጸት ከምኡ'ውን ናይ ህዝባ ክብረት ዘውሓሰት ሃገር ምህናጽ ስለ ዝኾነ ኩሉ መንእሰይ ነብሱ ኣማዕቢሉ ነቒሑን ተወዲቡን ኣብ ህንጸት ሃገር ኣፍራዪ ተርኡ ክጻወት ኣዘኻኺሩ። ኣብ ህግደፍ ምውዳብ ማለት መንነትካ ዓቂብካ ሃገር ምውሓስን ልዕሊ ኩሉ ምስራዕን ማለት እዩ ዝበለት ኣብ ኣሜሪካ ዳይሬክተር ትካል ቀርኒ ኣፍሪቃ ወይዘሮ ሶፍያ ተስፋማርያም ምምስራት መንእሰያት ህግደፍ ኣብ ህንጸት ሃገር ዓቢ ኣበርክቶ ይገብር ከምዘሎ እዚ ከኣ ንሃገርን መንእሰያትን ኣገዳሲ መንኮርኮር ዕቤት ከምዝኾነ ብምግላጽ ቀጻሊ ክዓብን ክውርጽጽን ከምዝግባእ ኣስሚራትሉ። ተሳተፍቲ ብጉጅለታት ተመቓቒሎም ኣብ ዝገበርዎ ዘተ ድማ፣ ኣገባብ ውዳበ ክጸፍፍ፣ ንሃገር ምግልጋል ናይ ቀዳምነታት ቀዳምነት ኮይኑ ጭቡጥ መደብ ክስርዓሉ ዝብሉን ካልኦት ኣገደስቲ ሓሳባትን ኣቕሪቦም። መበል ዓሰርተ ሓደ ዋዕላ መንእሰያት ህግደፍ ዞባ ኤውሮጳ ንስነ-ኣእምራዊ ኩናትን ኣዕናዊ ገጽ ፍልሰት መንእሰያትን ዝገልጽ ቅብኣ ጅግንነት መንእሰያትን ቀዳሞት ሓርበኛታት ዘንጸባርቕ ስእላዊ ምርኢት ከምእውን ኣብ ኤውሮጳ ብዝቕመጡ ስነ ጥበባውያን ዝቐረበ ባህላዊ መደባት ማዕሪጉ ከም ዘሎ ካብቲ ቦታ ዝበጽሓና ሓበሬታ ኣረዲኡ።
ሓምሻይ ምርኢት መጽሓፍቲ፣ ክለባት መጽሓፍቲ ኣፍደገ ብሩህ መጻኢ ኣብ ትሕቲ ዝብል ቴማ ብ ሰለስተ ሚያዝያ ኣብ ከተማታት መንደፈራ፣ ከረን፣ ባረንቱ፣ ባጽዕን ዓሰብን ተኸፊቱ። ኣብቲ ስነ-ስርዓት መኽፈቲ፣ እቲ ባህሊ ንባብ ምኹስኳስ ዝዓለመ ምርኢት ኣብ ዞባታት ካብ ክልተ ሽሕን ዓሰርተ ሓደን ዝጀመረ ምዃኑ፣ ብርክት ዝበሉ መጽሓፍቲ ቀሪቦም ከምዘለዉን ተሓቢሩ። ኣብ ከተማ መደፈራ ኣብ ዝተኻየደ ስነ-ስርዓት፣ ሓላፊ ፖለቲካዊ ጉዳያት ሃማተእ ዞባ ዶብ ኣቶ ሳልሕ መሓመድ ኣብ ዘስመዖ ቃል፣ እቲ መደብ ብምትሕብባር ሃማተእን መሻርኽትን ዝካየድ ዘሎ ምዃኑ ጠቒሱ፣ ኩሉ ዜጋ ብፍላይ ድማ መንእሰያት ንረብሓን ጥቕምን ምንባብ ተገንዚቦም ከዘውትርዎ ኣዘኻኺሩ። እቲ መደብ ብባህላውን ስነ-ጥበባውን መሰናድኦታት ደሚቑ ነይሩ። እዚ ምርኢት መጽሓፍቲ ክሳብ ሓሙሽተ ሚያዝያ ንህዝቢ ክፉት ኮይኑ ክጸንሕ እዩ። ብደረጃ ሃገር ኣብ ከተማ ኣስመራ ዝተኻየደ መበል ዓሰርተ ኣርባዕተ ምርኢት መጽሓፍቲ ካብ ዕስራ ክሳብ ዕስራን ትሽዓተን መጋቢት ምቅንዑ ይፍለጥ።
ጥዑይን ኣፍራይን ዜጋ ንምህናፅ መንግስቲ ናብ ገጠራትን ንርሑቕ ከባቢታትን ኣተኪሩ ብዘካይዶ ዘሎ ወፍሪ ትካላት ጥዕና ሳላ ዝተዋደደሎም ኣብ ዘበናዊ ሕክምና ዝፀንሖም ኣፍልጦ እናበረኸ ይመፅእ ከምዘሎ ነበርቲ ንኡስ ዞባ ዳህላክ ገሊፆም። ነበርቲ ምምሕዳር እቲ ከባቢ ደርቡሸትን ድሑልን ንኤሪና ኣብ ዝሃብዎ ሓበሬታ፣ ኣብቲ ዝተዋደደሎም ትካላት ዝረኽብዎ ኣገልግሎትን ዝወሃቦም ኣስተምህሮን ኣብ ምውሓስ ጥዕንኦም ልዑል ኣበርክቶ ይገብር ከምዘሎ ብምጥቃስ፣ ተርእዮ ሕማማት ኣብ ከባቢኦም ኣዝዩ ከምዝነከየ ኣብሪሆም። ኣብ ከባቢታት ደርቡሸትን ድሑልን ጸሓያዊ ጸዓት ዝተዋደደለን ክልተ መደበራት ጥዕና ከምዘለዋን ኣገልግሎታት ምክትታል ነፍሰጾራትን መወለዳንን፣ ክታበት፣ ሕክምና ተመሓላለፍትን ዘይተመሓላለፍትን ሕማማት፣ ቀዳማይ ረድኤትን ከም ዝህባ፣ ነፍሲ ወከፈን ድማ መዓልታዊ ክሳብ ዕስራ ሕሙማት ከም ዝቕበላ ተሓጋገዝቲ ነርስ መንእሰያት ሙሴ ሃይሉን ጻዕዱ ጸጋብርሃንን ሓቢሮም። ንሳቶም ንኤሪና ኣብ ዝሃብዎ ሓበሬታ፣ እተን መደበራት ኣፍልጦ ሕብረተሰብ ኣብ ምእላይ ኣደን ዕሸልን፣ ምክትታል ቅድምን ድሕርን ሕርሲ፣ ንጽህና ኣከባቢ፣ ኣጠቓቕማ መድሃኒትን ናምስያን ዝምልከት ጥዕናዊ ኣስተምህሮ ከም ዝህባ ብምጥቃስ፣ ነበርቲ ናይቲ ከባቢ ኣብ ዘመናዊ ሕክምና ዝጸንሖም ርድኢት እናዛየደ ይመጽእ ከምዘሎ ኣረዲኦም። ነበርቲ ብወገኖም ንጻዕርን ተገዳስነትን ኣባላት ተን ትካላት ጥዕና ብምምስጋን ከባቢኦም ካብ ቦታ ሕክምና ምሕድግ ዝበለ ስለዝኾነ ኣምቡላንስ ክትግበረሎም ተላብዮም። ኣብ ከባቢታት ዶርብሸት፣ ድሕልን ጀምሂለን ንኡስ ዞባ ዳህላክ ክልተ መደበራትን ሓንቲ ማእከል ጥዕናን ይርከባ። ኣብ ትሽዓተ ዓድታት ዝተጠርነፈ ብምግፋፍ ዓሳን ውጽኢት ባሕርን ዝናበር ልዕሊ ክልተ ሽሕን ሸውዓተ ሚእትን ሓምሳን ህዝቢ ዝነብሮ ንኡስ ዞባ ዳህላክ ካብ ባጽዕ ኣስታት ሚእቲ ኪሎ ሜተር ንሸነኽ ምብራቕ ርሒቑ ይርከብ።
ኣብ ንኡስ ዞባ ሰንዓፈ እትርከብ ቤት ትምህርቲ ኢምባሲያስ ናይ ካልኣይ ደረጃ ኣገልግሎት ክትህብ ብምጅማራ ምሉእ ኣገልግሎት ትምህርቲ ብቐረባ ንኽረኽቡን ካብ ወጻኢታት ንኽድሕኑን ዓቢ ሓገዝ ኮይና ምህላዋ ተመሃሮ ናይቲ ከባቢ ሓቢሮም። ቅድሚ ሕጂ ናይ ማእከላይ ደረጃ ትምህርቶም ዛዘሙ ናብ ከተማ ሰንዓፈ፣ ዓዲ ቐይሕን ካልኦት ከተማታትን እናኸዱ ናይ ካልኣይ ደረጃ ትምህርቶም ክከታተሉ ይግደዱ ምንባሮም፣ እዚ ድማ ንዕኦም ይኹን ንስድራቤቶም ከቢድ ምንባሩ ዝዘከሩ እቶም ተመሃሮ፣ እቲ ኣገልግሎት ድሕሪ ምጅማሩ ግን ወለዲ ኩነታት ተመሃሮ ደቆም ብቐረባ ክከታተሉ ከምዝኸኣሉ፣ ቀዳምነት ተሳትፎ ደቂ ኣንስትዮ እውን ከምተዋሕሰ ኣብሪሆም። ካብ ስድራቤትካ ተፈሊኻ ምምሃር ከቢድ ምንባሩ ዘመልከቱ ተመሃሮ ዮዲት ተስፋኣለምን ፊሊሞን ተስፋይን፣

ቅድሚ ሕጂ ኣብ ከባቢኦም ናይ ካልኣይ ደረጃ ዝምህራ ኣብያተ ትምህርቲ ብምውዳደን ደቆም ብቐረባ ትምህርቶም ክከታተሉ ከምዝበቕዑ ጠቒሶም፣ እቲ ናይ ካልኣይ ደረጃ ኣገልግሎት ትምህርቲ ድማ ደቂ ኣንስትዮ ትምህርተን ብኣድማዕነት ክቕጽላ ስለዝትድርኽ ተወሳኺ ብልጫ ምዃኑ ሓቢሮም። ርእሰ መምህር ናይታ ቤት ትምህርቲ መምህር ታደሰ ጆርጆ ድማ ምኽፋት ኣገልግሎት ካልኣይ ደረጃ ትምህርቲ ኣብ እምባስያስ ተምሃሮ ካብ ወለዶም ከይተፈልዩ ትምህርቶም ክከታተሉ ዕድል ኣብ ርእሲ ምፍጣሩ ኣብ ከተማታት ሰንዓፈ፣ ዓዲቐይሕን ካልኦት ከጋጥም ንዝጸንሐ ጽበት ክፍልታት እውን ዓቢ ፍታሕ ምዃኑ ብምብራህ፣ ተምሃሮ ረኺቦሞ ንዘለዉ ዕድላት ብግቡእ ተጠቒሞም ኣብ ትምህርቶም ዕዉታት ክኾኑ ጻዕሮም ከሐይሉ፣ ወለዲ ድማ ደቆም ኣብ ምክትታል ብዕቱብ ክሰርሑ ተላብዮም። ካልኣይ ደረጃ ቤት ትምህርቲ እምባሲያስ ንነበርቲ ምምሕዳራት ከባቢ ፎርቶ፣ ምራራ፣ ሮኾይቶን ሓውሲ ከተማ ሰርሓን ተገልግል።
ኣብ ንኡስ ዞባ ሓጋዝ ጥዕና ኣደን ውላድን ንምውሓስ ብሓገዝ በዓል ሞያ ጥዕና ተገላገላ ኣብ ትሕቲ ዝብል ቴማ ጥዕና ደቂ ኣንስትዮ ብሓፈሻ ናይ ኣደን ህፃንን ድማ ብፍላይ ንምውሓስ ዝሕግዝ መደባት ተቓኒዑ። ኣብቲ ብጨንፈር ሚኒስትሪ ጥዕና ናይቲ ንኡስ ዞባ ዝተወደበ ቕነ ንጥቕሚ ፀባ ጡብ ኣደ፣ ኣገዳስነት ምሕራስ ነፍሰፆራት ኣብ ትካል ጥዕና ከምኡ እውን ምዕባለ ትካላት ጥዕናን ሰብ ሞያን ዝምልከት ሰፊሕ መብርሂ ክወሃብ እንከሎ፣ ኣብ ኩለን ምምሕዳራት ከባቢ ጎስጓሳትን ሰልፊ ተመሃሮን ከምዝተኻየደ ወኪል ኤሪና ሓቢሩ። ብ ሰላሳን ሓደን መጋቢት ኣብ ዝተኻየደ መዛዘሚ ስነ-ስርዓት፣ ሓላፊ ጨንፈር ሚኒስትሪ ጥዕና ኣብ ንኡስ ዞባ ሓጋዝ ኣቶ ገብረመስቀል ገብሪሂወት፣ ጥዕንኡ ዝተዋሕሰ ሕብረተሰብ ንምውናን፣ ምርግጋጽ ድሕነት ኣደን ህጻንን ወሳኒ ምዃኑ ጠቒሱ፣ ምውጋድ ምኽንሻብ ጓል ኣንስተይቲ፣ ምትብባዕ ወለንታዊ ልግሲ ደም ከምኡ'ውን ክትትል ክታበት ኣደን ህጻንን ካብቶም ጥዕና ደቂ ኣንስትዮ ኣረጋጊጾም ብሩህ መጻኢ ሕብረተሰብ ዘውሕሱ ኣገደስቲ መደባት ስለዝኾኑ ብዕቱብ ይስራሓሎም ከምዘሎ ኣነጺሩ። ነበርቲ ኣብ ዝሃብዎ ርእይቶ፣ ጠመተ ሚኒስትሪ ጥዕና ኣብ ድሕነት ኣደን ህጻንን ልዑልን ዝነኣድን ምዃኑ ብምሕባር፣ ኩለን ነፍሰጾራት ኣብ ትካላት ጥዕና ክሓርሳን ምኽርን ማዕዳን ሰብ ሞያ ተቐቢለን ጥዕነኣንን ጥዕና ዕሸለንን ከረጋግጻን ተርኦም ከምዝጻወቱ ኣረጋጊጾም።
ዝኸበርኩም ተኸታተልትና ኣህጉራዊ ዜናታት ሒዝና ድሕሪ ዝሓጻር መሰጋገሪት ክንምለሰኩም ኢና። ምክትታልኩም ክትቅጽሉ ደጊምና ብኽብሪ ንዕድም።